እቶም መራሕቲ ሃይማኖት ድኣ እንታይ እዮም ክሰርሑ ኣብዚ ኣብዚ እንድሕር ዘይሰሪሖም ኣብ ሰላም እንድሕር ዘይሰሪሖም እንታይ እዩ ክመጽእ። ኣብቱ ሽግር ግዜ ተስፋ እንዳገበርኩ ኔረ ሕዚ ግና ተስፋ ስለ ዝጠፈኣኒ ታይ ኢና ክንገብር ዘለና ኢለ ዝሓስበሉ ለይትታት ኣሎ። ስኢላ ሓደ ዝኾነት ሞባይል ዝሓዘ ሰብ እኮ እዩ ኣብ ሓደ ጸግዒ ኮፍ ኢሉ ዓድና እናቆታ ዝውዕል ዘሎ ኣን ኢንዲቪጃል ስኢላ ሓደ ግለሰብ።
ንደልያ ዓብይ ቋንቋ ሳይኮሎጂስት ምዃን ወይ ዶክተር ምዃን ኣየድልየናን። ታይ እዩ እዚ ሰላም? መንእሰይ እንድሕር እቲ ጎንፂ ተላዒሉ ንመንእሰይ ኢሉ ይበልዕ። ነታ ፀገም ክትፍጠርስ ዋንኡ፣ ኮውዙ፣ መበገሲኡ፣ መንቀሊኡስ እሶይ ኾነይ ዘሎ።
ናይ ኣናኣሽቶይ ናይ ወጣታት ናይ ዩዝ ኢልካ ኢልኩም ኢኹም እቲ ሽግር ዘሎ ተዛሪብኩም ናይተን ኣንስቲ እውን ናይ ቆልዑ ብሓደ ክሕወስ ኣለዎ ምኽንያቱ ሽግር ክመፅእ ተሎ ክልቲኦም እቶም ወጣታትን እተን ኣንስትን እቶም ህፃናትን እዮም ዝጉድኡ እሞ ክንፈላልዮ ኣይንኽእልን። እዚ ኢለ እንታይ እዩ ዝፈላልየና እንታይ እዩ ኮኔክት ዝገብረና እንታይ እዩ ብሓደ ዝገብረና ኢልና እውን ክንሓስቦ ኣለና ሕዚ ኣነ ስጨኒቑኒ ኣብቱ ሽግር ግዜ ተስፋ እንዳገበርኩ ነይረ ሕዚ ግና ተስፋ ስለዝጠፈኣኒ እንታይ ኢና ክንገብር ዘለና ኢለ ዝሓስበሉ ለይትታት ኣሎ ደቂሰስ ንላዓል እሞ ዋእ እንታይ ኢና ክንገብሮ ውጺት ተኸልና ውጺት ተበልና ምንም ኣይኮነልና እንዳባእሰ ከይዱ እዩ ሕዚ ሓንቲ ሓሳብ መጺኣትኒ ኣፍታ ጦርነት ግዜስ ዕርያ ጽብቕቲ ነይራ ብሓደ ንኸውን ነይርና ወዲ ዚት ወዲ ዌስት ወዲ ኢስት ወዲ ኖርዝ ኣይንበሃሃልን ነይርና ዓበይቲዮ መንእስቲዮ ኣይንብልን ኔርና ብሓደ ኮይንና ነታ ጦርነት ሰሪሕና ጥራይስ ከመይ ጌርና ኢና ዝሰራሕናዮ ሻቡ ኢንቨርስ ንግበሮ እስቲ ንሱ ንገልብጦሞ ናብ ሰላም ንምጻእ እቲ ናይ ጦርነት ዝነበረ ንዋገኣሉ እናበልና ንድሕሪት ኣምጺእና ናብ ሰላም ተግብረናዮ ብምንታይ ኢና ጀሚርና በቲ ኮሚኒቲ እቲ ኮሚኒቲ ዝነበረ ንበል እንታይ እዩ ዝበሃል ብትግርኛ ኮሚኒቲ ብሕብረተሰብ ኣብኡ ኣቲና ውን ዝብለኒ ተነስቲ ቅጫ እንትስንክታ እንተድረቃ ንሕና ውን ወፂእና ፅላል ዝበሃል ኣክሱት ኣስተኻኺሉልና እንዳለመንና እንዳዘወርና እተን ሕብረት ጉጅለ እንታይ ልምዓት ጉጅለ ዝተባህላ ውን ኣብዚ ኣለውና ይፈልጦም ነይሮም መን እዩ ሽግር ዘሎ ኣበይ እዩ እቲ ሽግር ዘሎ ሕዚ ኣብቲ ኮሚኒቲ ኮይና ተሓባቢርና ዳርጋ ወፂእናያ ኢቭን እቶም ዝንሄው ሕዚ ዝጋላበጡ ዘለዉ መንግስትና እውን እታ ውስጥ ቀጥ ኢሎም ተሓባቢሮም ይሰርሑ ነይሮም። ሕዚ ኣነ ከምዝመስለኒ ናብኡ እንዶ ንመለስ ናብቲ ኮሚኒቲ እንዳኣተና እንታይ እዩ ሽግር ዘሎ ኣብ ኣፍና ዝፈላሊ ቋንቋ ኣይነእቱ ሕማቅ ዘረባ ኣይነእቱ ተስፋ ንበር ሕዚ ኣነ እቲ ሓንቲ ሽግረይ ዓባይ እንታይ እያ ተስፋ ምቁራጽ እዩ ኣይ ኣይኾነልናን ክኾነልና እዩ እስቲ ንበል ጽቡቅ ቃላት እስቲ ንዛረብ እሕዋት ኢና እስቲ ንበል እንኳንና ንሕና ትግራይ ዘለና ኣብ ኢትዮጵያ ዘለዉ ኣብ ኤርትራ ዘለዉ ንሳቶም ዉን ጎረቤትና ኣይኮኑን ተላዒሎም ዝኸዱ ኣይኮኑን ክራይ ገዛ ኣይኮኑን ጎረቤትና እዮም ንዘላኣለም ካባናስ ዕሾኽ ኮይኖም ኣብኣ ከፍ ክብሉ እዮም ስለዚ ምስኦም ዉን ሰላም እንዳገበርና እንታይ እዩ ሽግርና ኣበይ ኢና ክነስተካክል ኑቲ ህዝብና እዚ ናይቲ ዩኒቨርስቲ ጥራይ ዘይኮነ ናይ CSOs ጥራይ ዘይኮነ መን እዩ ክህልው ዘለው መንግስቲ ክህሉ ኣለዎ ናይ ሃይማኖት ሰባት ክህልዎ ኣለዎም CSO ክህልዎም ኣለዎም ኣንስቲ ስፔሻሊ ኣንስቲ ክህልዋ ኣለወን ወጣታት ሕዚ ኣብኡ ኣቲና ቋንቋ ካልእ ዘይኮነ ስእሉቱ ቀሊል ትግርኛ እታ ንደልያ ዓብይ ቋንቋ ሳይኮሎጂስት ምዃን ወይ ዶክተር ምዃን ኣየድልየናን ታይ እዩ እዚ ሰላም ሰላም ከ እንታይ እዩ ዘድፍፍርሶ ዘሎ ሰላም ዘይመፅእ ዘሎ እንታይ እዩ መጀመርይኡ ኢልና እውን እቱ ናይ ድሕሪት ዝሓለፈ ክንመሃሮ ኣለና፣ ክነፅንዖ ኣለና። ደሓር ንወደፊቱ ዘምፀእናኸ እንታይ ክህሉ ኣለዎ? እዙይ ማንም ሰበይቲ ሃሁ እውን ዘይትፈልጥ፣ ፅሒፋ ኣንቢባ ዘይትፈልጥ ከፍ ኢልና እንተዛሪብናያ እንዳሓገዝናያ ንሕና ኣብ ዩኒቨርሲቲ ዘለና ተምሃርና ንሕና እውን ክንወፅእ የብልናን። ንዜሮ እዩ እምበኣር ተማሂርና ማለት እዩ። ስለእተምሃረ ሰላም ምስራሕ ኣይኽእልን ማለት ኣይኮነን። ስለ ዝቀሸሸ ጥዑይ እዩ ማለት ኣይኮነን ስለዚ ኩላና ናይ ሽዶ ርእስና ሽግር ኣለና ጽቡቅ ኣለና ብሓደ ኮይና ግን ናይ ልብና ትግራይ ንመልሳ ወይ ከኣ ሰልፍ ሌስነስ እዙ ንዓይ ዝበሃል ኣነ ዝበሃል ገዲፍና ንሕና ዓድና ትግራይና ንሱ ኸኣ ንመን እዩ ንደቅና ንሕና እኳ ንሓልፍ ንኸውን እቶም ደቅና ደቂ ደቅናስ ከምኡ ከምቲ ዝሓለፍናዮ ድዩ ብጃንሆይ ግዜ ብሰይጣን ግዜ ብደርጊ ግዜ ብግዛዕ ግዜ እንዳተባህለ ዝኹሉ ኣሕሊፍና ኢና ሕዚ እቶም ደቂ ደቅና እውን ከምኡ ድዩ ኣብኡ እታ ትምሕሰብ ኣነ ዝብልዋ ንሳ ንቕተላ ኣነ ብደንቢ ክሕሰቦ ዘለዎ ነጥቢ ኢለ ይወስድ። እዚ ውዳበታት ናይ መንእሰይ ውዳበ ናይ መራሕቲ ሃይማኖት ወዘተ ዛስ ቨሪ ኢምፖርታንት እሱ ተዝሊ ተዝኸውን ፅቡቅ እዩ ግን ብሰውን እኮ ከም ግለሰውን እኮ ኣብዚ ሰላም ዚስ እንታይ እዩ ዝተዋፅኦ ዝብል ኣነ ብደንብ ዝሕሰበሉ ክሕሰበሉ ዝግባእ ነጥቢ ኢለ ይወስድ ምክንያቱም ናቱ ግልባጥ ነ ሕዘፍቲ ሚድያ እኮ ተወሲድና ናይ ሶሻል ሚድያ ብካሊእ ኣጀንዳ ላዕሊ ይኹን እምበር ስኢሉ ሓደ ዝኾነት ሞባይል ዝሓዘ ሰብ እኮ እዩ ኣብ ሓደ ጸግዒ ኮፍ ኢሉ ዓድና ነቐታ ዝውዕል ዘሎ ኣን ኢንዲቪዥዋል ስኢሉ ሓደ ግለሰብ ኣብ ሓደ ጸግዒ ኮይኑ ልክዕ ተወዲቦ ይኾነ በርግጽ ዓበይቲ ሚዲያታት ክለዋ ክእላ ግን በቃ ኢንዲቪዥዋል እሱ ኢሎም ተወሰነት ሞባይል ስለ ዘላቶም ኣብ ሓደ ጸግዒ ኮይኖም እከለ ብዙ ይመጸ ብዙ ወደኦ ብዙ የሕልፎ ግዛዕ እናተባሃለ ይወዓል ማለት እዩ ብተመሳሳሊ ድማ ኣብቲ ናይ ሰላም ህንፀት እውን እቲ ናይ መጀመርያ ክመጽእ ዘሎ ከም ግልና እውን ኣነ ኣቶ እከለ ተባልኩ ኣነ ወይዘሮ እከለ ተባልኩስ እዛ ሰላም እዚኣ ክትመጽእ እንታይ እዩ ዝተዋፅኦ ክኸውን ዝኽእል ካብ ገዛይ ክኾን ይኽእል እዩ ደቀይ ካብ ምምዓድ ክኾን ይኽእል እዩ ከባቢየ ካብ ምሕላው ክኾን ይኽእል እዩ ኣብ ከባቢ ዝፍጠሩ ጎንፅታት ካብ ምእላይ ክኾን ይኽእል እዩ ከምዚ ኣቢልና ኩላትና ተዋሲእና ናይ ኩሉ ሰብ ድምር እዩ ሰላም እውን ከምፀኦ ዝኽእል ኢለ ይሓስብ ምክንያቱም እንታይ ይሰግእ ኩሉ ግዜ ናይ ሓደ ክልተ ዕድል ግዛዕ እውን ኣጋጢሙ ስለ ዘሎ መናእሰይ ትእከብ ከለው ሞት ውዳብ እኮ እዩ ዘየለ ይበሃል ወይ ሞቶም ናይ ሃይማኖት ኣቦታትና እኮ እዮም ከምዚ ይኾኑ ይበሃል ኣዶን ሲንግ ዛት ዘ ፖይንት ናይ ኩላትና ጉዳይ እዩ በቃ ሃይማኖት ኣቦታትና የስ ዓበይቲ እዮም ተሰማዕቲ እዮም ተፅዕኖ ፈጠርቲ እዮም ተሰሚዕናዮም ዝለዓለ ለውጢ ከምፅልና ክእሉ እዩ ግን ንሳቶም እንተዘይኮነሎም ብዝኾነ ኣጋጣሚ ንሕናስ ከም ግግለ ሰብናስ ናይ ሰላም ጉዳይ ይድልየና እንድዩ ክከም እታ ኩናት ትመጽእ ከላ እታ ጸገም ትመጽእ ከላ እኮ ኣብ ሕድሕድ ገዛና እያ ተንኳሕኩሕ ሆነ ንሕድሕድና እያ ትነኸአና ስለዚ ብሱ እውን ካብ ሕሳቢኡ ትመጽእ ከሎ ሰላም ክህነጽ ዝኽእል ሕድሕድ ግለሰብ ሕድሕድ ውልቀ ሰብ ኣብዚ ህንጸት ሰላም እዚ ኣነስ ተውግሞ ኣለኒ ወይ ድማ ኣብዚ ምፍራስ ሰላም እዚ ኣነ ኣስተዋጽኦ ኣለኒ ስለዚ ካብዚ ክዕቀብ ኢሉ ክሓስብን ብኡ ዓይነት ተንርእን ዝብል ርእይቶ ስለ ዘለኒ እዩ። ታሊ ነጥቢ ያው ኣነ እቲ መንእሰይ እውን ኣነ ኣንቶ ኣቶ ይሐይሽ እውን ኣልዒልዎ መስለኒ ብትክክል ተረድኤ ተኮይነ እቲ መንእሰይ እኮ ሚኒስ ኮይና ንገሮ ዘለና ኩናት ትመፅከሉ ንዓቶ ኣነ እሶ ይመስለኒ ዕንቅፋት ንሰላም ጠንቂ ዝኮን ዘሎ እኮ እሶ ይኮነ እሱማ ተቆስቋሲ እዩ በቃ ዝኮነ ነገር ሓዊ መፅኡ ትበሃል ከሎ ንዓ ማሕለፍና ተባሃለ ዝኣቲ እምበር ንታ ሰላም ንታ ፀገም ክትፍጠርስ ዋንኡ ከውዙ መበገሲኡ መንቀሊኡስ እሶይ ኮነይ ዘሎ ወይ ብዕድመ ዝደፋእና ሰባት ኢና ወይ ዝኾነ ቦታ ፖለቲካዊ ስልጣን ኣለና ንብልና ወይ ዝኾነ ወታደራዊ ዓቕሚ ኣለና ንብልና ነእትዎ ዘለና ስለዚ እዚ እቲ መንእሰይ እውን ኣነስ ንከምዚ ክውዕል የብለይ ኢሉ ባዕሉ እውን ክሓስብ ክል ኣሎ ከምዚስ ክውዕል የብለይ ኣነ ዓንቶ ተባሂሉ ነጋ ህይወት ኣላትኒ ዓለም ኣላትኒ ክወልድ እየ ክዝምድ እየ ክሓልፈለይ ይደሊ እየ ኣነ እውን ታስኻቶም ዓበይቲ ኣሕዋተይ ዘሕለፍዎ ዓለምስ ኣነ እውን ክሪኣን ብዝሐሸ ክሕልፋን ክኽእል እየ ዝብል ሓሳብ ክሓስበሉ ኖ ናይ ማል ዓቕሙ ክፍጠረሉ ሓልሓብ ዘይኮ ለበን ትሰይ ኖ ዘይመስለካ ትኾይኑስ ኣይኸውን እዚኣስ ኣይጠቕመኒ ናጋንጎስ ንዓይ ለውጠይ ተምፅእ ዝብል ኣብቲ መንእሰይ እውን ኣነ ብሓሳብ ክውሰድ ክኽእል ኣለዎ ዝብል እምነት ኣለኒ ስኢሉ ማንም ተልዒሉ ካብቲ ተላዒሉ ንዓያ ስለ ዝበለካ ብግዝያዊ ደርፍን ብግዝያዊን መዝሙር እንተ ኣፋፊኻ ዝእተ ጉዳይ ኣነ ንሰላምና ሓደገኛ ይመስለኒ እቲ ውፅኢቱ እውን ፀገም እዩ ዘምፅእ ዘሎ እቲ ውፅኢቱ እውን ኣብቲ መንእሰይ ዝዓልብ ዘሎ ምናልባት ጭራ ኣቦጊዳ ብጣዕሚ ናብ መወዳእታ ገይረ እየ ብጣዕሚ እየ ዘመስግን እዚ መድረክ እዚ ብምድላኹም ብተወሳኺ ግን ኣብቲ ሰላም ህንፀት እቲ ናይ ደቂ ኣንስትዮ እቲ ናይ መናእሰይ ከም ዘሎ ኮይኑ እቲ ናይ ኣካል ጉዱእ ጉዳዮም ክሕሰብ ክል ኣሎ ምክንያቱ ሕዚ ዘሎ ኣካል ጉድእና እኮ መንእሰይ እኮ እዩ ወዲ ዕስራ ዓመት፣ ወዲ ሰላሳ ዓመት፣ ወዲ ዕስራይ ሓሙሽተን ኣብኡ ኣከባቢ ዘሎ እዚ ሓይሊ እዚ ሓደ ኤክስፐሪንስ ስኢለከ ልዕሊ ግዜ ክሕፅር እየ ናይ ሰራልዮን ሃማና ውግእ ዝነበረት ዓዲ እያና ያው ኣብ ኩሉ ዓዲ እቲ መንእሰይ እንዲ ዝዋጋእ ግን ድሓር ኣብ ዝተካየደ መፅናዕቲ ግን ኣብቶም ናይ ሰላም ፎረማት ኣብቶም ናይ ሰላም መድረኻት ኣብቶም ናይ ሰላም ኣጀንዳታት ሲ ቱሩ ንቲ ሰላም ከምፅ ንቲ ኣብቲ ኩናት ተሳተፈ ኣካል ጉድ ግን የለን የለን ሉ መፅናዕትታት ኣለኹም ዘመላኽቱ ኣባና እውን ሱ ከይንደግሞ ምክንያቱም ንዓና ኢሉ ተዋጊኡ ንዓና ኢሉ ያው እተይ ናእቲናዮ ኣካል ምስ ተጎድአ ምስ ጉድእ ምስ ኮነ ኣብቶም ነካየዶም ህንፀታት ዘይንሓውሶ ተኮይና ያው እሱ እውን ተመሊሱ ናይ ሰላም ጠንቂ ምኳኑ ዓደ ይውዕል እዩ ስለዚ እቲ ሰላምና እውን ልክዕ ጉዳይ ደቂ ኣንስትዮ ወሳኒ ከም ዝኾነ ጉዳይ መናእሰይ ወሳኒ ከም ዝኾነ ኣብ ትግራይና ናይ ኣካል ጉድኣት ጉዳይ እውን ወሳኒ እዩ ኣነ ስታስቲክስ ከልዕሎ ይደሊ ክጠቕሶ ደሊ ሕዚ እምበይ እቲ ዘሎ ናይ ኣካል ጉድስ ሓደሓደ ስታስቲክስ ዘመላኽቶ ኣብ ትግራይ ኣዝዩ ብጣዕሚ ዘተሓሳስብ ዘጨንቕን እዩ ኣነ ኣብቲ ቦታ እሱ ዘሎ ሰብ ብጣዕሚ የጭንቕን እና እሱ እውን ሰላም ክሃንፅ ኣነ ሰላም ስለ ዘየለ እየ ከምዚ ኣይለ ኣካለይ ስኢነኒ እኹ ኣነ ሰላም ስለ ዝጎደለ እየ ከምዚ ኣይለ ዓይነይ ስኢነኒ ኢደይ ስኢነኒ ኢሉ ንሰላም መላእ ዓለም ክኸውን ብኣግባቡን ብትኽክልን ኣነ ኢምፕሎይ ተዝገበር ናብቲ ስርዓት ተነእትዎ ዝበለፀ ንሰላምና ምጥንኻር ጠቓሚ ክኾን እዩ ኢለ ይሓስብ ኣብ መወዳእታ ግን ኣይ ቲንክ ጀባ ኣቦጊዳ ወሲድኹምዎ ዘለኹም ኢኒሼቲቭ ዝበረታታዕ እዩ እዙይ ንስኹም ጥራሕ ዘይኾነስ ካልኦትና እውን በብደረጃና ዘለና ሲቪል ሶሳይቲ ኣምታዓምቶ ሃደራ ዝበለቶ ክንወስዶ ዝግበአና ጉዳይ ኢለ ይሓስብ የቐንየለይ
ኣብ ህንፀት ሰላም መንእሰይ እንታይ ዓይነት ግደ እኒዎ፣ ኣብ ጎንፂ ምፍታሕ እንታይ ዓይነት ግደ እኒዎ ልብሉ ዝተልዓሉ ነገራት ነይሮም። ኣብዚኣ ንእሽተይ ስኢለ ሕፅር ዝበለ ርእቶ ንምሃብ ዝኣክል መንእሰይ መጀመርያ ጎንፂ ንኸይለዓል ዓብዪ ግደ እኒዎ። መንእሰይ እንድሕር እቲ ጎንፂ ተላዒሉ ንመንእሰይ ይበልዕ መንእሰይ ንኸይ እቲ ጎንፂ እቲ ጎንፂ ንኸይለዓል ብመናእሰይ ውዳቤ ኣቢሉ ድዩ ብካሊእ ተቃውሞ ሕጊ ብዝፈቅዶ መሰረት ዝጎንፂ ከይለዓል ዓብዪ ግደ እኒዎ ብዘይ መንእሰይ ዝኾነ ዓይነት ውዳበ ፖለቲካዊ ውዳበ ይኹን መንግስቲ ይኹን ምንም ዓይነት ስራሕ ክሰርሕ ኣይኽእል ዝኾነ ነገር ልገብር እውን ንመንእሰይ ተኣማሚኑ እዩ። መንእሰይ ኖ እንድሕር ኢሉ ኖ እያ ማለት ብዘይ መንእሰይ ክሰርሑ ዝኽእል ስራሕ ስለለይብሉ መንእሰይ እውን እንዳንበበ እዩ ናብ ዝኾነ ነገር ዝኣቲ ናብ ኩናት ድዩ ናብ ካልእ ነገር ልኣቲ ናብ ልምዓት ልኣቲ እንድሕር ደኣ መንእሰይ ፍቓደኛ ተኾይኑ መንእሰይ ግን ቅድሚ እቲ ጎንፂ ምልዓሉ ኖ ኢሉ ክቋወም ይኽእል እዩ። እዚ ክቋወም እንተኾይኑ ናይ መንእሰይ ውዳበታት ክህልው ኣለዎ። ንመንእሰይ ዝጣበቑ ውዳበታት ክህልው ኣለዎ። ምስ ኢንተርናሽናል ምስ ዩኤን ድዩ ምስ ካልኦት ትካላት ዝሰርሑ ብዲፕሎማሲ ኣብ ኩሉ ዓዲታት እውን ብራንችታት ብምኽፋት ድዩ ተወከልቲ ብምግባር ድዩ ብቐረባ ምስ መንእሰይ ዝሰርሑ ትካላት ዝረዳድኡ እንትን ብምኽፋት ኣብዚ ዓብዪ ግደ ክፃወት ይኽእል እዩ። ደቂ ኣንስትዮ እውን ደቂ ኣንስትዮ እውን ንደቂ ኣንስትዮ ዝጣበቕ ትካል ይድልየን። ንሓደ ፖለቲካዊ ውዳበ ወይ ድማ ንሓደ መንግስቲ ዝጣበቕ ዘይኮነ ብሓቂ ንደቂ ኣንስትዮ ዝጣበቕ ትካል ይልዮም መንእሰይ ኣብ ልዕሊ መንግስቲ ፅዕንቶ ክፈጥር ኣለዎ እምበር መንግስቲ ኣብ ልዕሊ መንእሰይ ፅዕንቶ ክፈጥር የብሉ እዚ ድኽመት መናእሰይ ኮይኑ ይረአኒ ካብዚ ውፅእ ብምባል ዓበይቲ ዓዲ ጎንፂ ኣብ ምፍታሕ ዝለዓለ ግደ እኒኦዎም ናይ ዓለን ማለት ካብ ባህሊ ኢና ክንላዓል ዘለና ሕጂ ሕገ መንግስቲ ገለገለ ዝበሃል ነገር ጸኒሑ እዩ መጽዩ እምበር ቅድሚ ሕገ መንግስቲ ኣብ ትግራይ ናዕል ዝኾነ መመሓደሪ ባህሊ ነይሩና እዩ ካብዚ ብምጋስ ንኣብነት ኣብ ካሊእ ዓዲታት እስካ ሕጂ ብባህሊ ዝመሓደራ ዓዲታት እኒዋ እየ ስዊዘርላንድ ኣየርላንድ ኖርወይ ኣየርላንድ እንድሕር ርኢና እዚኤን ብባህሊ እየን ዝመሓደራ ኣብ ትግራይ እውን ናዕልና ዝኾነ ስርዓት ነይሩና እዩ ስርዓት ኦና ስርዓት ቃንጪ ስርዓት እንዳባ ስርዓት እንደርታ ወይ ዕርቂ እንደርታ ዝበሃሉ ነይሮም እዮም ኣብዚ ኣብ ባህሊ ክንሰርሕ ኣለና ኢለ ይልዓምን እዚኦም ብመንግስቲ ወይ ድማ ብፖለቲካዊ ውዳበ ዘይኮነ እንትን ክግበሩ ክግንሑ ዘለዎም ብናዕሎም ዝኾነ ኣሰራርሓን ብቲ ዝፀንሐ ባህሊ እዮም ክኸዱ ዘለዎም ካብኡ ብተወሳኺ እውን ስኢሉ ዝተሓዋወሰ ነገር እዩ ፖለቲካን ሃይማኖትን ስኢሉ ተሓዋዊሱ ነገር ኮይኑ እዩ ሓደ ፖለቲከኛ ቤት መቅደስ ይፀንሐካ ሓደ ቀሺ ከዓ ቤት መንግስቲ ይፀንሐካ እዚ ተኮይኑ ናብ ማለት ክዕረቕ ኣይኽእልን ዝኾን ነገር ኣብ ዝሓለፈ ሎሚ ቀነ ኩላትና ከም ንፈልጦ ባዕልና ንባዕልና እንዳተቃተልና ነይሩ ኣብ ወጅራት ያው ካልኦት ከባቢታት ኣብዚ ግን ኣብየት ዝበለ ኣካል የለን እቶም መራሕቲ ሃይማኖት ዳ እንታይ እዮም ክሰርሑ ኣብዚ እንድሕር ዘይሰሪሖም ኣብ ሰላም እንድሕር ዘይሰሪሖም እንታይ እዩ ክመፅእ ወጣት ከ እንታይ ኢና ንሰርሕ ኣለና ንምንታይ ንቃተል ዘይንጥዮ እዚ ኩነታት ፈጢሩ ኣብ ለለዉ ትካላት ወይ ድማ ኣካላት ፅዕንቶ ክንፈጥር ንምንታይ ዘይንኽእል እና እንታይ ክብል ደልየ ኣብዚኣ ናይ ስዊድካ ናይ ትካላት ምትሕዋስ ድና ክንብሎ እስካ ሕጂ እኳ ትካል ዝበሃል የብልናን ግን ስዊልና ምትሕዋስ ነገር ስለለሎ ኣብዚኣ ንመንእሰይ ንጣበቕ ሲቪክ ሶሳይቲ ድዩ ካልኦት ናይ መንእሰይ ውዳበታት ንመንእሰይ ክንጣበቕ ኣለና። ማንም ዝኾነ ይኹን ኣካል ኣብ ልዕልና ፅዕንቶ ከሕድር የብሉ። መራሕቲ ሃይማኖት እውን ናይ ባዕልኹም ስራሕ ክትሰርሑ ኣለኩም። ደቂ ኣንስትዮ እውን ብተመሳሳሊ እና ጎንፂ ኣብ ምፍታሕ ነናባዕልና እጃም እንጫወት እየ ክብል ደልየ። ይቐኒየለይ።